ሃሌሉያ ሎም መዓልቲ ብሓባር ኮይና ናይ እግዚኣብሔር ቃል ክንርኢ ኢና እግዚኣብሔር ይመስገን ሃሌሉያ ኣብ ጸሎት መንፈስ እንከለና ሓደ ክፍሊ ካብ መጽሓፍ ቅዱስ ከንብበልኩም እየ ሃሌሉያ እስኪ ጎይታ ሎም መዓልቲ ተዛረበኒ በለው ጎይታ እትምስ ሃሌሉያ ሎርድ ታንክ ዩ ኢየሱስ ተመስገን። ፍቅርኻ ዝደረኾ ኣለኒ ዝብል ሰብ እንተሉ እስኪ እግዚኣብሔር ይባረኽ። ፍቅርኻ ዝደረኾ ኣለኒ እግዚኣብሔር ዝተመስገነ ይኹን። ሃሌሉያ ሃሌሉያ። እሰይ ሎርድ ቴንክ ዩ ጎይታኤ ተመስገን። እሰይ ሎርድ ክብሪ ንዓኻ ይኹን። እሺ ብሓባር ምሳይ ኮንኩም እብራውያን ምዕራፍ ሸውዓተ ካብ ፍቕዲ ዓሰርተ ሓደ ኣምላኽ መስገን ሃሌሉያ ከምዚ ይብል

እሺ ከምዚ ይብል እምበኣርሲ ብቤት ክህነት ለዋውያን ፍጻሜ እንተ ዝኸውንሲ እቲ ህዝቢ ብእኡ ሕጊ ተሓጊግሉ ነይሩ እዩ እሞ ከም መዓርግ ኣሮን ዘይበሃል ካልእ ካህን ከም መዓርግ መልከ ጸዴቅ ዝኾነ ክትንስእ ደኣ ንምንታይ መድለየ ነይሩ? ማለት ክህነት ካብ ዝልወጥ ምልዋጥ ሕጊ እውን ብግድ ክኸውን እዩ። እቲ ብዛዕብኡ እዚ እተባህለሉ ካብ ካልእ ዓሌት፣ ካብ ዓሌት እቲ ሓደ እኳ ኣብ መሰውኢ ዘየገልገለ፣ ዘገልገለ የልቦን። ጐይታናስ ካብ ይሁዳ፣ ሙሴ ብናይ ክህነት ሓንቲ እኳ ዘይተዛረበሉ ዓሌት ከም ዝመጸ ፍሉጥ እዩ። ሕጂ ኸኣ ዝበለጸ፣ ዝበለጸ ግሉጽ እዩ። ብተምሳል መልከ-ጸዴቅ ካልእ ካህን ካብ ዝትንስእ፣ ንስኻ ከም መዓርግ መልከ-ጸዴቅ ንዘለኣለም ካህን ኢኻ ኢሉ ተመስኪርሉ እዩ እሞ፣ ብዘይሓልፍ ሓይሊ ሕይወት እምበር ከም ሕጊ ሥጋዊ ትእዛዝ ካህን ኣይኮነን። ፍቕዲ ዓሰርተ ሸሞንተ ከምዚ ይብል፣ እቲ ዝሓለፈ ትእዛዝ ድኹምን ዘይጠቅምን ስለ ዝዀነ እዩ እተሳዕረ። ሕጊ ንሓደ እኳ ኣብ ፍጻሜ ኣየብጽሖን እዩ፣ ግናኸ ናብ ኣምላኽ እንቐርበላ እትሓይሽ ተስፋ ኣተወት። ኣሜን! ግናኸ ናብ ኣምላኽ እንቐርበላ እትሓይሽ ተስፋ ኣተወት ኢሉ። ጐይታ ይባረኽ። ምዕራፍ ሸሞንተ ሃሌሉያ ፍቕዲ ዓሰርተ ሰለስተ ከኣ ከምዚ ይብል ሓድሽ ኪዳን ብምባሉ ነቲ ቀዳማይ እእረጎ እቲ ዝኣረገን ዝበለየን ግና ንጥፋኣት ቀረባ እዩ ይብል ኩልና ንጸሊ ጎይታ ነመስግነካ ኣልና ኣብ ማእከልና ብኽብሪ ስለ ደለኻ ስምካ ይባረኽ ጎይታየ ሎሚ ድማ ንልቢ ነፍሲ ወከፍና ክትዛረብ እግዚኣብሔር ሆይ ከምቲ ቃልካ ድብሎ ሃሌሉያ ድምጺ ፍትወይሲ ኣኽራን እናዘለለ ኮረቢት ከኣ እናተናጸረ ናባይ ይመጽእ ኣሎ ክንዲ በለት ፈታዊትካ ወኣምላኽ ንሕና ድማ ፈተውትካ ኢና እሞ ኣኽራንና ሜዳ እናገበረ ኮረቢትና እግዚኣብሔር ሆይ ሜዳ እናገበረ ዓሞቕትና እናመልኣ እግዚኣብሔር ኣምላኽ ቃልካ ኣብ ልብና ክሰርጽ ንጽሊ ኣለና በኢየሱስ ክርስቶስ ሕያው ስም ኣሜን እሺ እግዚኣብሔር ይባረክ ሎሚ መዓልቲ እንሪኦ ሓሳብ ድሓለፈ ሰሙን ድረኣናዮ ሓሳብ ኣምላክ ነይሩ እሱ ድማ ኣምላክ ይመስገን ሃሌሉያ ሰይ ሎርድ ታንኪዩ። ከምዚ ድብል ነይሩ ተጠንቀቁ ንቅሑን ጸልዩን ድብል ነይሩ ስለዚ ብዛዕባ እታ ጸሎት እትብል ኣርእስቲ ንእሽተይ ትንክፍ ኣቢለልኩም እየ ነይረ ሎምዓልቲ ግን ኣራጉድ ኣቢለ ጸሎት ሓድሽ ኪዳን ብዝብል ኣርእስቲ ኣምላኽ ይመስገን ገለ ሓሳብ ኣምላኽ ምሳኻትኩም ኮይነ ክካፈል እየ ጎይታ ይባረኽ። ሃሌሉያ ጸሎት ሓድሽ ኪዳን ድብል ኣርእስቲ ብሓባር ኮይና ክንርኢ ኢና እግዚኣብሔር ይመስገን ሃሌሉያ ሃሌሉያ ክብሪ ንጎይታ ይኹን ሰይ ሎርድ ክብሪ ንኣምላኽ ይኹን ሃሌሉያ ሓድሽ ኪዳን ሓድሽ ኪዳን ናይ እግዚኣብሔር ቃል ክነግረና እንከሎ መጽሓፍ ቅዱስና ኣብ ክልተ ኪዳናት ወይ ድማ ብሉይን ሓድሽን ተባሂሉ ብሓፈሽኡ ይምቀል ድሕዳ ዕሙቕ ኣቢልና ርኢናዮ ብፍላይ መጽሓፍ ቅዱስና ካብ ዘፍጥረት ስጋዕ ራእይ ዮሃንስ ኣብ ዝተፈላለየ እዩ ዝኽፈል ናይ መጽሓፍ ቅዱስ መምሃራን ነዚ መጽሓፍ እዚ ኣብ ዝተፈላለየ ሃሌሉያ ፕረይ ዘሎድ ኣብ ዝተፈላለየ መፅሓፍቲ እዮም ዝመቕልዎ ጎይታ ይባረኽ ብሓፈሽኡ ግን ብሉይን ሓድሽን ተባሂሉ ኣብ ክልተ ይምቀል ሎማዕልቲ ክንርኤ ደልየ ደለኹ ሓሳብ ግን ኣምላኽ እመስግን ብዛዕባ ሓድሽ ኪዳን ድብል ንእሽቶይ ኣምር ከትሕዘክም እሞ ብሽዕኡ ፀሎት ሓድሽ ኪዳን እንታይ እዩ ብዝብል ኣርእስቲ ክንርኢና ጎይታ ይባረኽ ምናልባት ኣብዚ ምስ በዓል ፓስተር ዮኒ እሞ ድማ ፓስተር ዴቭ እንገብሮ ኣገልግሎት ዝትከታተሉ ኣሕዋት ተደኣ ኮንኩም እዚ ሓሳብ እዚ ከፍ ኢሉ ኣብኡ ኣካፊለዮ ነይረ እየ ጎይታ ይባረኽ እየሱስ ክርስቶስ ወዲ ህያው ኣምላኽ እዩ መጽሓፍ ቁዱስና ብዙሕ ግዜ ብዙሓት ሰባት ካብ ማቴዎስ ወንጌል ጀሚሩ ሓድሽ ኪዳን ኢሎም እዮም ዝሓስቡ። ብርግጽ ድማ እቶም ነዚ መጽሓፍ ቅዱስ ኣኪቦም ዝጸሓፉልና ሓድሽ ኪዳን ዝብል ካብ ማቴዎስ ስለ ዝገበርዎ ብዙሕ ሰብ ከምኡ ክርድኦ ባህርያዊ እዩ። መጽሓፍ ቅዱስ ክነግረና እንከሎ ኣብ ማቴዎስ ምዕራፍ ዕስራን ሽዱሽተን ፍቕዲ ዕስራን ሸሞንተን እንተርኢና ግን እንሆ ብደመይ ሓድሽ ኪዳን እኸፍት ኣለኹ ድብል ጽሑፍ ንረክብ። ኣምላኽ ይባረኽ። ስለዚ ሓድሽ ኪዳን ካበይ እዩ ጀሚሩ እንተ ኣልኩምኒ ሓድሽ ኪዳን ካብ ማቴዎስ ወንጌል ምዕራፍ ዕስራን ሽዱሽተን ፍቕዲ ዕስራን ሸሞንተን ቤተ ክርስትያን ዝተወልደትሉ ድማ ግብሪ ሃዋርያት ምዕራፍ ክልተ እዩ። እግዚኣብሔር ይመስገን። ስለዚ ብዙሕ ክርስትያን ወይ ድማ ዳግም ዝተወልዱ ኣሓትን ኣሕዋትን ኣብ ብሉይ ኪዳን ክነብሩ እንከለዉ ኢና ንርኢ። ኣነባብራኦም ወይ ድማ ቅዲ ህይወቶም ናይ ብሉይ ኪዳን ላይፍ ስታይል እዩ። እዚ ድማ ብመንገዲ ወይ ድማ ብመንጽር ሓድሽ ኪዳን ክንረኣ እንከሎ ነቲ ነቲ ሓዲስ ኪዳን ምስ ብሉይ ኪዳን ቀይጥካ ይንበር ስለ ደሎ ኣነ ምንዝርና ይብሎ ኣምላኽ ይባረኽ ብሉይ ኪዳን ክንነብረሉ ዝተዋህበና ቅዲ ሂወት ወይ ድማ ስርዓት ሂወት ደይኮነስ ክንመሃረሉ ዝተዋህበና እዩ ጎይታ ይባረኽ ስለዚ ከኣ እዩ ገለ ሓሳባት ኣብ መጽሓፍ ቅዱስ ብዛዕባ ብሉይን ሓዲሽን ከመይ ዓይነት ምፍልላይ ከም ዘለዎ ክትንክፈልኩም ዝደሊ ጎይታ ይባረኽ እዚ ዘንበብኩልኩም ክፍሊ ጽሑፍ ብፍላይ ድማ እብራውያን ምዕራፍ ሸውዓተን ምዕራፍ ሸመንተን ምዕራፍ ዓሰርተን ጽቡቕ ጌርኩም እንድሕር ድኣ ኣንቢብኩሞ እቲ ኣብ መንጎ ብሉይ ሓድሽ ኣብ ብሉይ ኪዳንን ሓድሽ ኪዳንን ዘሎ ፍልልይ ኣጸቢቑ ክርድኣኩም እዩ። ከምኡ ድማ ካልኣይ ቀረንጦስ ምዕራፍ ሰለስተ ተደኣ ኣንቢብኩሞ ጽቡቅ ጌሩ ክርድኣኩም እዩ ስለዚ እቲ ፍልልይ ንእሽተይ ሂንቲ ክህበኩም ስለ ዝደሊ ኣምላኽ ይመስገን ንእሽተይ ክትዕገሱኒ ኢኹም ብመሰረቱ ብመሰረቱ ንሕና ኣህዛብ ንብሃል ስለ ዝነበርና ብሉይ ኪዳን ንዓና ዝምልከት ሕጊ ኣይነበረን ኢየሱስ ክርስቶስ ጎይታ እዩ። ምኽንያቱ ነቶም ሕጊ ዝፈልጡ እናበለ ሃዋርያ ጳውሎስ ክዛረቦም ከሎ ንርኢ። ስለዚ ኣብ ሓድሽ ኪዳን ንዘለና ንሕና ኣህዛብ ንዝነበርና ብፍላይ ብሉይ ኪዳን ዝምልከተና ሕጊ ኣይነበረን። ኣብዚ ሓድሽ ኪዳን ድማ ክንነብረሉ ዝተዋህበና ናይ ህይወት ስርዓት ኣይኮነን። ጎይታ ይባረኽ። ኣነ ንስኻትኩምን ክንነብረሉ እተዋህበና ናይ ህይወት ስርዓት ናይ ሓድሽ ኪዳን ጽሑፋት እዮም። ኢየሱስ ክርስቶስ ጎይታ እዩ። ስለዚ ኣብ ምዕራፍ ሸውዓተ እንተ ኣንቢብና ብፍላይ ካብ ፍቕዲ ዓሰርተው ሓደ እንታይ ይብል እምበኣርስኸ ብቤት ክህነት ለዋውያን ፍጻሜ እንተ ዝኸውንሲ keep in mind ንሕና ኣህዛብ ኢና ነይርና ብፍላይ ሃዋርያ ጳውሎስ እዚ ኣሕሚሙ ዝጽሕፈሎም ደሎ ነቶም ኣይሁድ ዝነበሩ ምክንያቱ ሰብ እብራውያን ድሕረ ባይትኦም ዲተይል ክገልፀልኩም እኳ ዘይክኣል ሃይላይት ክበኩም ግን ብዙሓት ኣይሁድ ስለ ዝነበሩ ነቲ ብመንገዲ ሃዋርያ ጳውሎስ ድዩ ወይ ድማ ብመንገዲ ካልኦት እተሰብከሎም ወንጌል ድሕሪ ብሩሕ ዘመናት ንዕኡ ገዲፎም ናብቲ ኣረጊት ኪዳን ወይ ድማ ናብ ብሉይ ኪዳን ሕጊ ሙሴ ስለ ዝተመለሱ እዩ ዝጽሕፈሎም ዘሎ ኣምላኽ ይባረኽ ስለዚ ሓዙኒ ኣነ ንስኻትኩምን ብፍላይ ኣህዛብ ዝነበርና እዚ ሕጊ እዚ ሽዑኡ ኣይምልከተናን እዩ ሕጂ ውን ኣይምልከተናን እዩ ግን ገሌና ከም ናትና ዝነበረ ሕጊ ጌርና ወይ ድማ ኣብ ሓድሽ ኪዳን ከም ሓደ ኣገዳሲ ረቋሒ ጌርና ስለ እንጥቀመሉ እዚ ጽሑፍ እዚ ከንብበልኩም ያው ይግበኣኒ እዩ እግዚኣብሔር ይባረኽ እምበኣርሲ ብቤት ክህነት ለዋውያን ፍፃሜ እንተዝኸውንሲ እቲ ህዝቢ ብኡ ሕጊ ተሓጊግሉ ነይሩ እዩ እሞ ከም መዓርግ ኣራይ ከም መዓርግ ኣሮን ዘይበሃል ካልእ ካህን ከም መዓርግ መልከ ፀዲቅ ዝኾነ ክትንስእ ደኣ ንምንታይ መድለየ ነይሩ ኢሉ ናይ እግዚኣብሔር ቃል ሽዑ ራይ ማለት ትብል ክህነት ካብ ዝልወጥ ምልዋጥ ሕጊ እውን ብግዲ ክኸውን እዩ ኢሉ ስለዚ እንተ ደኣኒ ክህነት ተለዊጡ፣ እንተ ደኣኒ ምሕደራ ቤተ ክርስቲያን ኣሰራርሓ ስርዓት እንድሕር ደኣ ተለዊጡ፣ እቲ ሕጊ ሓድሽ ኪዳን ድማ ክልወጥ ብግዲ እዩ ኢሉ። ብግዲ ትብል ቃል ኣስምሩላ ኢኹም። ምክንያቱ ክዛረብ ከሎ ብዛዕባ እቲ ክህነት እቲ ብዛዕባኡ እዚ እተባህለሉ ካብ ካልእ ዓሌት እዩ። ማለት ካብ ካልእ ዓሌት እዩ። ካብ ዓሌት እቲ ሓደ እኳ ኣብ መሰውኢ ዘገልገለ የልቦን። ሶሪ ካብቲ ዓሌት እቲ ሓደ እኳ ኣብ መሰውኢ ዘገልገለ የልቦን። ጐይታናስ ካብ ይሁዳ ሙሴ ብናይ ክህነት ሓንቲ እኳ ዘይተዛረበሉ ዓሌት ከም ዝወጸ ፍሉጥ እዩ ይብል። ስለዚ ራዩ ኣብ ብሉይ ኪዳን ካህናት ኪዀኑ፣ ንኣምላኽ ኪዓጥኑሉ ዝተፈለዩ ለዋውያን ጥራሕ እዮም ነይሮም። ካብ ለዋውያን ወጻኢ ወይ ድማ ካብ ለዋውያን ካልእ ዝዀነ ዓሌት ንኣምላኽ ኪስውእ ኢሉ ወይ ድማ ንኣምላኽ ኪዓጥነሉ ኢሉ ኣብ መቕደስ ኪኣቱ ኣይፍቀዶን እዩ፣ እንተ ኣትዩ ድማ ብዳርባ እምኒ እዩ ዚቕተል። ሕጊ ፍጹም ኣይፈቕደሉን እዩ። እንኳንዶ ካብ ካልእ ዓሌት ይትረፍ እሞ ካብ ዓሌት ሌዊ ኮይኖም ከማን ከምቲ ሕጊ ገይሮም እንተድኣ ንኣምላኽ መስዋእቲ ተዘየቕሪቦምሉ እንተዘይኣገልጊሎምዎን ብዳርብኣም ይቕተሉ ወይ ድማ ሓዊ ወጺኡ ይበልዖም። ደቂ ካህን ኣሮን ፊንሃስን ኮፌንን እንተዘይ ተጋግየ ኣስማቶም ኣምላኽ ይመስገን ብሓዊ ተቃጺሎም ክሞቱ እንከለዉ ንርኢ ጋሻ ሓዊ ሒዞም ኣብ መቅደስ ስለ ዝኣተው ስለዚ ኣሕዋተይ እንታይ ይብል ኣሎ ኣብዚ መሲልኩም ክህነት ካብ ዝልወጥ ክህነት ካብ ዝልወጥ እቲ ናይ ኣነባብራ ናይ ህይወት ስርዓት ክልወጥ ድማ ብግዲ እዩ ይብል ኣሎ ናይ እግዚኣብሔር ቃል ስለዚ ኣብ ሓዲሽ ኪዳን ብናይ ብሉይ ኪዳን ቅዲ ህይወት ክትነብር ሕጋዊ ኮንካን ማለት እዩ። እዚ ማለት ንኣብነት ኣነን ኣብዚ ዘለውሑ መጋላግልተይን ኣብ ኣውስትራልያ እንዳነበርና እንከለና ብናይ ሕጊ ኤርትራ ወይ ድማ ብናይ ካልእ ሕጊ ክንመሓደር ምድላይ ማለት እዩ። ስለዚ መንግስቲ ኣውስትራልያ ብናይ ካልእ ሕጊ ክትመሓደር ኣይፍቀደካን እዩ ድብል። ስለዚ ኣብዚ ዓዲ እዚ ክሳዕ ዘለኻ ብናይዚ ዓዲ እዚ ሕግን ኣካይዳን ስርዓትን ክትመሓደር ኣማራጺ የብልካን እዩ ድብል። እኖ ኣነስ እዚ ሕጊ እዚ ኣይደልዮን እየ እንተድኣ እልካ እሞ ካብ ምድርና ካብ ሃገርና ውጽኣልና እዮም ድብሉኻ። ስምዑኒ ኣብ ሓድሽ ኪዳን ኮንካ ብናይ ብሉይ ቅዲ ህይወት ክትነብር ብናይ ብሉይ ናይ ህይወት ስርዓት ክትመላለስ እንተ ደሊኻ ናይ እግዚኣብሔር ቃል ክዛረብ እንከሎ ንሰብ ገላትያ ክጽፈሎም ከሎ ከምዚ ኢልዎም ንስኻትኩም ካብ ክርስቶስ ዓሊኹም ኣሜን ካብ ክርስቶስ ኣሜን ካብ ጸጋ ዓሊኹም ካብ ክርስቶስ ድማ ወዲእኩም ካብ ጸጋ ወዲእኩም ካብ ክርስቶስ ዓሊኹም ኢኹም ይብሎም ስለዚ ናይ ካብ ጸጋ ወዲቅካ ካብ ክርስቶስ ድማ ዓሊኻ ኢኻ። እዚ ድማ ኣብ ብሉይ ኪዳን እንተዝኸውን ነይሩ እንታይ ባል መሲሉኩም ካልእ ኣምላኽ ተምልኽ ከም ዘለኻ እዩ። ኢየሱስ ክርስቶስ ጎይታ እዩ። ስለዚ ብመሰረት ናይ እግዚኣብሔር ቃል ኣብግሬት ክንገብር ይግባኣና እዩ። ኣብ ሓድሽ ኪዳን ክሳዕ ዘለኹ ነቲ ናይ ሓድሽ ኪዳን ናይ ህይወት ስርዓት ክፈልጦን ክነብረሉን ኣምላኽ ይጽበየኒ እግዚኣብሔር ይባረኽ ሃሌሉያ እስኻትኩም ዲተይል ኣንበብዎ ኢኹም ምስ ግዜይ ኣንጻር ማለት እዩ ጎይታ ይባረኽ ኣነ ግን ሕልፍልፍ ኢለ ከንብበልኩም እየ ሃሌሉያ ፍቕዲ ዓሰርተ ሽዱን ዓሰርተ ሸውዓተን ከም ዝብል ኣብ ሓደ ምዕራፍ ንስኻ ከም መዓርግ መልከ ጸዴቅ ንዘለኣለም ካህን ኢኻ ኢሉ ተመስኪሩሉ እዩ እሞ ብዘይሓልፍ ሂራይ ብዘይሓልፍ ሓይል ህይወት እምበር ከም ሕጊ ስጋዊ ትእዛዝ ሲካህን ኣይኮነን ኣሜን ሽታ ይብል መሲልኩም ፍቕዲ ዓሰርተ ሸመንተ እቲ ዝሓለፈ ትእዛዝ ዝብል ብሉይ ኪዳን ማለት እዩ ድኹምን ዘይጠቅምን ስለ ዝኾነ እዩ ተሳዕረ ብለና። ስለዚ ብሉይ ኪዳን ሕጊ ሙሴ ተሳዒሩ እዩ። ፍቕዲ ዓሰርተ ሸውዓተ ከራጉዶ ከሎ ከምዚ ይብል ራዩ ሕጊ ንሓደ እኳ ኣብ ፍጻሜ ኣየብጽሖን እዩ፣ ግናኸ ናብ ኣምላኽ እንቐርበላ እትሓይሽ ተስፋ ኣተወት ብለና። ዋው! ንስኻትኩም ኣንብብዎ። ኣምላኽ ኣመስግን። ፍቕዲ ዕስራን ክልተን ከምዚ ይብል ከምኡ ድማ የሱስ ዝብል መድሕን ዝሓሸ ክዳን ኮይኑ ተገልጸ ብለና ኣሜን ከምኡ ድማ የሱስ መድሕን ዝሓሸ ኪዳን ኮይኑ ተገልጸ ብሉይ ኪዳን ኣየድልየናን እዩ ኣይኮንኩን ንብል ዘለኹ ብሉይ ኪዳን ክንመሃረሉ መጽሓፍ ቅዱስ ኣቐሚጥልና ኣሎ። ክንምረሓሉ ደይኮነስ ክንመሃረሉ። ምናልባት ነዚ ሓሳብ እዚ ከራጉደለይ ድኽእል ኣብ ሃሌሉያ ካልኣይ ቀረንጦስ ክወስደኩም እየ ኣምላኽ ኣመስግን ወይ ድማ ቅድም ቀዳማይ ቀረንጦስ ምዕራፍ ዓሰርተ ክወስደኩም እሞ ሃሌሉያ ሃሌሉያ ካብ ፍቕዲ ሽዱሽተ ከምዚ ይብል እዚ ኸዓ ከምቲ ንሳቶም እተመነይዎ ንሕና ነቲ እኩይ ምእንቲ ኸይንምነ መለበሚ ኮነልና ይብል ሃሌሉያ ምኽንያቱ ኣብ ብሉይ ኪዳን ዝነብሩ ዝነበሩ ደቂ እስራኤል ንኣምላኽ ኣዀሬሞ ኣጕረምሪሞምሉ፣ ስለዚ እግዚኣብሄር ድማ ተቈጢዕዎም፣ ብምሉኣቶም ድማ ኣብ ምድረ በዳ ክተርፉ ከለዉ ንርኢ። ስለዚ እንታይ ይብል ኣሎ? መለበሚና እዩ ተጻሒፉ ይብል ኣሎ። ኣብኡ ኣብቲ ምዕራፍ ፍቕዲ ዓሰርተ ሓደ ተንቢብኩሞ ከኣ ከምዚ ይብል፣ ሃሌሉያ! እዚ ኸኣ እዚ ዅሉ መለበሚና ኪኸውን እዩ ዚበጽሖም። ንዓና እቲ መወዳእታ ዘመናት ንዘርከበና ንተግሳጽ ኪኾነና እዩ እተጻሕፈ። ጐይታ ይባረኽ እንድሕር ደኣኒ ሃሌሉያ። ኣብ ሮሜ ምዕራፍ ዓሰርተ ሓሙሽተ ፍቕዲ ኣርባዕተ ኣንቢብኩም ከኣ እንታይ ይብል? ብትዕግስትን ብምጽንናዕ ጽሑፋትን ተስፋ ምእንቲ ይኾነልና፣ እቲ ቀደም እተጻሕፈ ዘበለ ኩሉ ንምህሮና እዩ እተጻሕፈ ይብል። እቲ ቀደም እተጻሕፈ ኩሉ እብል ኣሎ፣ ንምህሮና እዩ እተጻሕፈ። ክንነብረሉ፣ ክንምርሓሉ ደይኮነስ ንትምህርትና እዩ ተጻሒፉ። ስለዚ ኣሕዋተይ ኣብ ሓድሽ ኪዳን ከም ዘለና ሰባት ብናይ ሓድሽ ኪዳን ቅዲ ህይወት ክንነብር ብናይ ሓድሽ ኪዳን ጸሎት ክንጽሊ ብናይ ሓድሽ ኪዳን ክንኣቱን ክንወጽእን እምበር ካብ ብሉይ ኪዳን ጥቕሲ እንዳ መዘዝና ንሓድሽ ኪዳን ክንጥቀም መጽሓፍ ቅዱስ ኣይነግረናን እዩ ጎይታ ይባረኽ ተመሊሰ ናብ ቀረን ናብ እብራውያን ክወስደክም እሞ እብራውያን ምዕራፍ ሸሞንተ ፍቅዲ ሸውዓተ ከምዚ ይብል ሃሌሉያ ካብ ፍቅዲ ሽዱሽተ ከንብበልኩም እየ ሕጂ ግና ንሱ ማእከላይ ኣብ እትሓይሽ ተስፋ እተሰረተት ራይ ዝበልጽ ኪዳን እውን ከም ዝኾነ ክሳዕ ክንድዚ ዝበልጽ ኣገልግሎት ረኸበ ይብለና ሓዙኒ ሕጂ ግና እብል ኣሎ ሃሌሉያ ምስቲ ልዕሊ ደሎ እየ ተሓይዝዎ ደሎ ኣነ ግን ግዜ ስለ ደይብለይ እየ ጎይታ ይባረኽ ሃሌሉያ ካብ ፍቕዲ ሓሙሽተ ከም ብበልኩም ንሓሳብ ንእሽተይ ክትወስድዎ ማእታን እቲኣቶም ናይታ ሰማያዊት ምስልን ራይ ጽላለትን ዘገልግሉ ናይታ ሰማያዊት ምስልን ጽላለትን ዘገልግሉ ንሙሴ እቲ ድንኳን ክገብር ክደሊ ከሎ ብራእይ ከም እተባህለሉ ኩሉ ከምታ ኣብ ከረን ዝረኣኻያ ምስሊ ክትገብር ኣስተብህል በሎም ነታ ኣብ ሰማይ ዝነበረት መቅደስ ርእዩ ናታ ኮፒ ወይ ድማ ናታ ጽላለት ኣብ ምድሪ ክገብር ተነጊርዎ። እቲ ኦርጅናል ዝኾነ መቅደስ እቲ የሱስ እቲ ሙሴ ኣብ ከረን ሲና ኣምላኽ ተገሊጹ ዘርኣዮ ብሉ ፕሪንት ወይ ድማ ኮፒ ደይኮነስ እቲ ኦርጅናል ዝኾነ የሱስ እቲ መቅደስ ዝኾነ ባዕሉ ወሪዱ እንከሎ ስለዚ ነቲ ጽላለት ኣየድልየናን እዩ። ጽላለት እቲ ኦርጅናል እቲ ኣካል መጽዩ እንከሎ ጽላለት ኣየድልየካን እዩ ሓወይ ንምንታይ ኣብ ጽላለት ትነብር ሃለሉያ ፍቕዲ ሽዱሽተ ሽዑ እንታይ ይብል ሕጂ ግና ንሱ ማእከላይ ኣብ እትሓይሽ ተስፋ እተሰረተ ዝበልጽ ኪዳን እውን ከም ዝኾነ ክሳዕ ክንድዚ ዝበልጽ ኣገልግሎት ረኸበ ብለና ፍቕሪ ሸውዓተ ተብልሽጹ መሲልኩም ነቲ ቀዳማይ ኪዳን መዐንቀፊ እንተ ዘይህልዎ ነቲ ካልኣይሲ ስፍራ ኣይምተደለዮን ነይሩ። ስለዚ እቲ ቀዳማይ ኪዳን መዐንቀፊ ነይርዎ እዩ። ስለዚ እንታይ ገይሩ ተዳልኩምኒ የሱስ ክርስቶስ ንብሉይ ኪዳን ወዲኡ ሃሌሉያ ነቲ ሕኡ ዝነበረ ሕግን ስርዓትን ፈጺሙ ኣብ መስቀል ሰንኪሩ ካብ ማእከልና ኣርሐቐ እዩ። ቀሪጺ ክዛረብ ከሎ ምዕራፍ ክልተ ካብ ፍቕዲ ዓሰርተ ኣርባዕተ ኣትሒዝኩም እንተ ኣንቢብኩምዎ ነቲ ብሕጋጋት ዝቃወመናን ዝበኣሰናን ዝነበረ ብኢድ ተጻሕፈ ጽሕፈት ዕዳ ደምሲሱ ኣብ መስቀል ሸንኪሩ ካብ ማእከልና ኣርሓቆ። ሃሌሉያ! ነቶም ሕልቅነትን ስልጣናትን ድማ ኣጽዋሮም ገፊፉ ብእኡ እናፈከረ ብግልጺ ኣሰሓፈሮም ይብል። ሃሌሉያ! የሱስ ወዲ ኣምላኽ እዩ። ስለዚ ኣሕዋተይ ንሕና ኣብ ብሉይ ኪዳን ክንነብር ንብሉይ ኪዳን ሰብ ዕድኡ ኣይኮናን እብል ኣለኹ። ብናይ ብሉይ ኪዳን ቅዲ ህይወት ክትነብር ንብሉይ ኪዳን በዓል ዕድኡ ኣይኮንካን፣ ትዝምው ኣለኻ ይብል መጽሓፍ ቅዱስ። ኣብ ጽላለት ኣይትንበር፣ ኣብቲ ኣካል ኣብቲ ባዕሉ መቅደስ ዝኾነ፣ ኣብቲ ባዕሉ ሊቀ ካህን ዝኾነ፣ ኣብቲ ባዕሉ መስዋእቲ ዝኾነ፣ ኣብቲ ባዕሉ ኩሉ ዝኾነ ክርስቶስ ንበር ይብል ኣሎ መጽሓፍ ቅዱስ። ሃለሉያ ሃለሉያ! ግሎሪ ኢየሱስ ወዲ ህያው ኣምላኽ እዩ። ኣብ ምዕራፍ ዓሰርተ ክወስደኩም እሞ እብራውያን ፍቕዲ ሓደ ከምዚ ይብል ሕጊ ጽላለት እቲ ዝመጽእ ሰናይ ነገር ከለዎ መልከቲ ቁም ነገሩ ዘይኮነስ በቲ በብዓመቱ ኩሉ ሳዕ ዝስዋእ መስዋእትታት ነቶም ዘቕርብዎ ኮቶ ፍጹማት ክገብሮም ኣይተኽኣሎን ይብል ሓዙኒ ሕጊ ጽላለት እዩ ብለናል ኣምላኽ ባረኽ ከምዚ ማለት እኮ ይሕዋተይ ብናይ ብሉይ ኪዳን ቅዲ ህይወት፣ ብናይ ብሉይ ኪዳን ኣጸላልያ፣ ብናይ ብሉይ ኪዳን ስርዓት ክትመላለስ ማለት እኮ ኣነሲ ራዩ ብኣካል ኩሉኹም ትርእዩኒ ኣለኹም ኣምላኽ ይመስገን ጽላለተይ ከኣ ምናልባት እዚ ብርሃን ምቹእ ስለ ዘይኮነ እምበር በዚ ጽላለተይ ኣሎ ንዓይ ብኣካል መጺኤ ክልኹ ክትፈልጡኒ ምሳይ ሕብረት ክትገብሩ ዶ ይሕሸኩም ወይስ ምጽላለተይ እግዚኣብሄር እኮ ኣብ ብሉይ ኪዳን ብጽላለት እዩ ዝመላለስ ነይሩ ጽላለቱ እኮ እዩ ኣብ ብሉይ ኪዳን ነይሩ ኣብ ሓድሽ ኪዳን ግን እቲ ኣካል ለቢሱ እተገልጸ ኣምላኽ ክርስቶስ የሱስ ወዲ ህያው ኣምላኽ ማራፍ ኣሰርቱ ኣርባዕተ ክዛረቦም ከሎ ከምኡ ኢልዎ ምስ ዮሃንስ ወንጌል ነቦ ፍሊጶስ ከምዚ ነቦ ኣርኤና እሞ ይኣኽለና ምስ በሎ ከመይ ኢልካኸ ነቦ ኣርኤና እትብል ክሳዕ ክንድዚ ምሳኻትኩም ክመላለስ ክነብር እንከለኹ ኣይትፈልጠንን እንዲኻ ኣነን ኣቦን ሓደ ኢና ኣቦ ኣባይ ኣሎ ኣነ ኣብ ኣቦ ኣለኹ እቲ ንዓይ ዝረኣየስ ነቦ ደኣ ረኣየ ኢሉ እግዚኣብሔር ይባረኽ ራእዩ ኣብ ብሉይ ኪዳን ኣቦ ኢሎም እውን ኣይጽውዕዎን እዮም ነይሮም፣ ግን ንኣምላኽ ብጽላሎት እዮም ዝፈልጥዎ ነይሮም። ንሙሴ እቲ ኣውርኦም እኮ ክርእየካ እደሊ ኣለኹ ምስ በሎ ምዕራፍ ሰላሳን ሰለስተን እንተ ኣንቢብኩሞ ኣብ ዘጸኣት ከምዚ ኢልዎ እግዚኣብሔር ይባረኽ። ንዓይ ሪኢኒ ብሂወት ዝነብር የለን ክትሪኤኒ ኣይትክእልን ኢካ ታየ ታድኣ ኢሉ መሲሉኩም ኣብቲ ኣብቲ ከውሒ ነቃዕ ኣሎ ኣብቲ ነቃዕ እቶሞ ክሓልፍ ከለኩ ብድሕረይ ክትሪእኒ ኢካ ኢሉ ታይ ድብለ ደሎ ትንቢታዊ ቃል ይዛረቦ ደሎ ንዓይ ክትሪኤኒ ኣብቲ ከውሒ ኣብቲ ክርስቶስ ድኮነ ከውሒ ኣብቲ ነቃዕ ኣብ ውሽጡ ክትኣቱ ክትክእል ኣለካ እዩ ድብሎ ደሎ ተዘይኮነ ክትርእየኒ ኣይትኽእልን ኢኻ ኣብ ሓድሽ ኪዳን ንዘለና እኮ ኣሕዋተይ ኣምላኽ ይመስገን ንሕና እኮ ንኣምላኽ ብጋህዲ እናረኣናዮ እንመላለስ ዘለና ሰባት ኢና ሃለሉያ ዋው ከምቲ ጎይታናን መድሓኒና የሱስ ክርስቶስ ኣካል ለቢሱ ኣብ ምድሪ ንሰለስተ ዓመትን ፈረቓን ተመላለሶ እሞ ኣብ ዘመኑ ዝነበሩ ሰባት ዝረኣይዎ ካብኡ ብዝበለጸ መንገዲ መንፈስ እግዚኣብሔር ንዓና ይገልጸልና እዩ ምኽንያቱ የሱስ ከምዚ ኢልዎም ምዕራፍ ዓሰርተው ሽዱሽተ ካብ ፍቕዲ ሸውዓተ ዮሃንስ ወንጌል ትዳ ኣንቢብኩሞ ኣነ እንተኸድኩ እሕሸኩም ኢሎ ኣነ እንተዘይከይደ እቲ ኣቦ ብስመይ ድሰዶ መጸናንዒ ኣይመጻኩም ኢሉ እቲ ኢዝ ሞር ኤክስፒደንት ፈዩ ኢፋይኮ ኣነ እንተዘይከይደ ኣቦ እቲ ብስመይ ድሰዶ መጸናንዒ ኣይመጽእን እዩ ኢሉ። ጎይታ ይባረኽ። ስለዚ ሓዙኒ ካብ ኣብ ብሉይ ኪዳን ብጽላለት ዝመላለስ ዝነበረ እግዚኣብሔር ኣቦ እቲ ኣካል ለቢሱ ኣብ ምድሪ እስራኤል ዝተመላለሰ የሱስ ወዲ ህያው ኣምላኽ ይበልጽ። ካብቲ ኣብ ብሉይ ኪዳን ዝነበረ ጽላለት እቲ ኣካል ለቢሱ ዝመጸ ይበልጽ። ኣምላኽ እባረኽ። ካብቲ ኣካል ለቢሱ ኣብ ምድሪ ዝተመላለሰ የሱስ ወዲ ህያው ኣምላኽ ድማ ከወዳድር ኢለ ኣይኮንኩን ግን ካብ ቃሉ ባዕሉ ካብ እተዛረቦ እቲ ኣባይን ኣባኻትኩምን ሓዲሩ ዘሎ ናይ እግዚኣብሄር መንፈስ መንፈስ ቅዱስ ይበልጽ ሃለሉያ ዋው ስምዑኒ ኣሕዋተይ ንሕና ኣብ ሓድሽ ኪዳን እንነብር ክርስቶስ ማሕደሩ ዝገበረና ኣሜን ካብ ስላሴ ሓደ መንፈስ ቅዱስ ምሳና ኣብዚ ምድሪ ዝወሳወስ ዋው ከመይ ዝተዓደልና ኢና ኣሜን ስለዚ እዚ እየ ድብል ዘለኹ ሃሌሉያ ኣነ ንስኻትኩምን ብናይ ሓድሽ ኪዳን ቅዲ ህይወት ናይ ህይወት ስርዓት ክንመላለስ እግዚኣብሔር እደልየና እግዚኣብሔር ይባረኽ ሃሌሉያ ብፍላይ ኣብ ምዕራፍ ሸመንተ መወዳእታ ጥቕሲ ደላ ፍቕዲ ዓሰርተ ሰለስተ ኣዝያ ትገርመኒ ቃል ኣላ ኣምላኽ መስገን ከንብበልኩም እየ ሃሌሉያ ኢየሱስ ወድ ህያው ኣምላኽ ምዕራፍ ሸመንተ ከምዚ ይብል ሃሌሉያ ነቲ ዝነበረ ናይ ተስፋ ቃል እግዚኣብሔር ኣብ ሓድሽ ኪዳን ክገብሮ ዝደልዮ ዝነበረ ኣምላኽ መስገን ናይ ትንቢት ቃል ምስ ዝተዛረበ ኣምላኽ መስገን ኣብ ኤርምያስ ኣብ ሕዝቅኤል ዝተጻሕፉ ቃላት ማለት እዩ ሃሌሉያ ቅልጥፍ ቅልጥፍ ኢለ ከንብበልኩም እየ እቲ ሓሳብ ክትሕዙኒ ማእታን ምዕራፍ ሸሞንተ ካብ ፍቕዲ ሃሌሉያ ሽዱሽተ ሕጂ ግና ንሱ ማእከላይ ኣብ እተሓይሽ ተስፋ እተሰረተ ብሉጽ ግራይ ዝበልጽ ኪዳን እውን ከም ዝኾነ ክሳዕ ክንድዚ ዝበልጽ ኣገልግሎት ረኸበ። እቲ ቀዳማይ ኪዳን መዐንቀፊ እንተ ዘይህልዎ ነይሩ ነቲ ካልኣይስ ስፍራ ኣይምተደለየሉን ነይሩ። ስለዚ ኸኣ እናነቐፎም ከምዚ ይብል እንሆ ምስ ቤት እስራኤል ምስ ቤት ይሁዳን ሓድሽ ኪዳን ዝኣትወለን መዓልትታት ክመጻ እየን ይብል እግዚኣብሄር። ኣብ እብራውያን ምዕራፍ ሸሞንተ ፍቅዲ ሸሞንተ እየ ዘለኹም ትሽዓተ ቅጽለ ከምታ ብኢዶም ሒዘ ካብ ምድሪ ግብጺ ከውጽኦም ከለኹ መዓልት ምስ ኣቦታቶም ዝኣተዎ ኪዳን ኣይኮነን ኢሉም ንሳቶም ብኪዳነይ ኣይጸንዑን እሞ ኣነውን ሸለል በልክዎም ይብል እግዚኣብሄር። ድሕሪ እተን መዓልትታት እቲኣተን ምስ ቤት እስራኤል ዝኣትዎ ኪዳን እዚ እዩ፣ ንሕጋጋተይ ኣብ ሓሳቦም ክእትዎ፣ ኣብ ልቦም ከኣ ክጽሕፎ እየ፣ ኣነ ኣምላኾም ክኸውን እየ፣ ንሳቶም ከኣ ንህዝበይ ክኾኑኒ እዮም ይብል እግዚኣብሄር። ፍቕዲ ዓሰርተ ሓደን ዓሰርተ ክልተን ከምዚ ይብል፣ ዓመጾም ክምሕር እየ እሞ፣ ንሓጢኣቶም ድሕርዚ ኣይክዝክሮን እየ። ካብ ንእሽቶኦም ክሳዕ ዓቢኦም ዝፈልጡኒ ስለ ዝዀኑ፣ ነፍሲ ወከፍ ንወዲ ዓዱ፣ ነፍሲ ወከፍ ከኣ ንሓዉ ንእዝጊ ፍለጦ ኢሉ ኣይክምህሮን እዩ። ፍቕዲ ዓሰርተ ሰለስተ ከምዚ ይብል፣ ሽዑ ሓድሽ ኪዳን ብምባሉ ነቲ ቀደም ራይ ነቲ ቀዳማይ ኣእረጎ ይብል። ሓድሽ ኪዳን ብምባሉ ነቲ ቀዳማይ ኣእረጎ፣ እቲ ዝኣረገን ዝበለየን ግና ንጥፍኣት ቀረባ ይብል። ኣብ ካልእ ጽሑፍ ንምንዳድ ቀረባ።